ሰላም ሰላም ክቡራት ቤተሰብ ከመይ ጸኒኹም ናብ መደብና እንቋዕ ደሓን መጻኹም። ሎሚ እውን ብዛዕባ ሓደ ካብቲ ኩልና እንደልዮ ክእለት ማለት ምልማድ ሓድሽ ቋንቋ ክንዛረብ ኢና። ምናልባት ኣብ ዝሓለፈ ብዛዕባ መሰረታዊ ሜላታት ተዛሪብና ንኸውን። ሎሚ ግን ቋንቋ ንኽንሕዝ ወይ ንኽንለምዶ ዝሕጉዝና ዓሰርተ ሜላታት ኣገደስቲ ዝኾኑ ነጥብታት ወይ ምስጢራት ክንርኢ ኢና። እዚኣቶም ነቲ ናይ ምልማድ ጉዕዞና ዝያዳ ከቐልጥፎን ውጽኢቱ ክገብርልና ዝኽእሉ እዮም። ድልዋት ዲኹም እስከ ንጀምር። ቀዳማይ ተደፋኢ ሓይልኻ ኣለሊኻ ንእሽቶ መደብ ስራዕ። ስለምንታይ ነዚ ቋንቋ ትመሃሮ ኣለኻ? ነቲ ቀንዲ ምኽንያት ኣጸቢቅካ ፍለጦ። ድሕሪኡ ነቲ ዓቢ ዕላማ ንምብጻሕ ናብ ናእሽቱ ክትበጽሖም እትኽእል መደብ መቓቕሎ። ንኣብነት ኣብዚ ሰሙን እዚ ዕስራ ሓደሽቲ ቃላት ክመልኽ እየ ኢልካ ሓንጎልካ ኣሚንካ ነቶም ዕስራ ሓደሽቲ ቃላት ተላመዶም። ወይ ድማ ሎሚ ዓሰርተ ደቒቕ ክዛረብ እየ ኢልካ ዓሰርተ ደቒቕ ክትዛረብ ፈትን። እዚ ድማ ንቐጻልነትካ ይሕግዝ። ካልኣይ፣ ንልምምድ ዝኸውን ስሩዕ ግዜ ምውሳን፣ መዓልታዊ ወይ ኣብ ሰሙን ንቑሩብ ግዜያት ንቋንቋ ንምልማድ ጥራይ ዝውዕል ስሩዕ ሰዓት ወይ መደብ ይሃልውካ። ነዚ ልምዲ ምግባሩ ካብቲ ዝበለጸ ምጽናዕ ንላዕሊ ውጽኢታዊ እዩ። ሰሙናትካን ኣእምሮኻን ነቲ ስሩዕ ግዜ ክላመድዎ እዮም። ሳልሳይ፣ ነቲ ቋንቋ ኣብ ህይወትካ ኣእትዎ። ነቲ ቋንቋ ከም ናይ ትምህርቲ ትሕዝቶ ጥራይ ኣይትርኣዮ። ኣብ መዓልታዊ ንጥፈታትካ ኣእትዎ። ንኣብነት፣ ብዛዕባ እትፈትዎ ዓይነት ስፖርት ወይ ድራማ ወይ መደብ በቲ እትመሃሮ ዘለኻ ቋንቋ ኣንብብ ወይ ርኣዮ። ዝርዝር ናይ ዕዳጋኻ በቲ ቋንቋ ጽሓፎ። ራብዓይ፣ ኣብ ምርዳእ ቅድም ኣትኩር። ኣብ መጀመርታ ኩሉ ብትኽክል ንምዝራብ ወይ ንምጽሓፍ ብዙሕ ኣይትጨነቕ። ቀንዲ ዕላማኻ ክትሰምዕ ወይ ከተንብብ ከለኻ ትርጉሙ ምርዳእ ይኹን። ብዙሕ ብትሰምዖን ተንብቦን ትጽሕፎን ምእካብ ንምዝራብን ምጽሓፍን መሰረት ይኹን። ሓሙሽተ፣ ቃላት ኣብ ውሽጢ ጽሕፈት ነገር ወይ ዛንታ መሃሪ ቃላት ብዝርዝር ጥራይ ምሓዝ ጽቡቕ እዩ። ግን ዝያዳ ዝጠቅም ኣብ ውሽጢ ጽሕፈት ነገር ወይ ሓጺር ዛንታ ምምሃር እዩ። እዚ ንትርጉሙ ኣጠቓቕምኡ ናይቲ ቃል ንኽትዝክሮ ይሕግዘካ። ሽዱሽተ፣ ንቑሕ ምዝካር ተጠቐም። መጽሓፍ ወይ ናትካ ዝጸሓፍካዮ ካይረኣኻ ነቲ ዝተመሃርካዮ ንምዝካር ፈትን። ንኣብነት፣ ሓደ ቃል እንተ መሊኽካ ድሕሪ ቁሩብ ግዜ ነቲ ቃል ባዕልኻ ንምዝካር ፈትን እምበር ቀጥታ ናብ መልሱ ኣይትኺድ። ፍላሽካርድታት ነዚ ሜላ እዚ ብጣዕሚ ተጠቀምቲ እዮም። ሻውዓይ፣ ብንጥፈት ምዝራብን ምጽሓፍን ወይ ድማ ምስማዕን ምንባብን ኣገደስቲ እዮም። ግን ነቲ ቋንቋ ንኽትመልኮ ክትጥቀመሉ ኣለካ። መዓልታዊ ዋላ ንቑሩብ ደቓይቕ ክትዛረብ ምስ ሰብ ወይ ምስ ነብስኻ ወይ ንስኻ እትቐድሖ ቪድዮ ድምጺ ወይ ክትጽሕፍ ናይ መዓልቲ መዝግብ ሓጺር ጽሑፍ ፈትን። ነዚኣቶም ድማ ኣብቲ ንስኻ ዝፈለኻዮ ግዜን ሰዓትን ናይ ምጽናዕ ዘውጻእካዮ መደብ፣ ኣብቲ ግዜ ንሱ ብተደጋጋሚ ኣተግብሮም። ሸሞንተ፣ ምስቲ ባህሊ ናይቲ ቋንቋ ተራኸብ። ቋንቋ ካብ ባህሊ ኣይፍለን እዩ። ምኽንያቱ ብፊልምታት፣ ብሙዚቃ፣ ብመግቢ፣ ብታሪኽ ናይቶም በቲ ቋንቋ ዝዛረቡ ሰባት ምፍላጥ፣ ነቲ ምልማድካ ዝያዳ ትርጉም ይህቦን ኣዘናጋዒ ይገብሮን። ታሽዓይ፣ ዕብየትካ መዝግብን ኣስተብህልን። ካበይ ከም ዝጀመርካ ሕጂ ኣበይ ከም ዝበጻሕካን ምፍላጥ ንተወፋይነትካ ከዕብዮ ይኽእል። ሓደስቲ ዝተምሃርካዮም ቃላት መዝግብ። ዝተረዳእካዮ ሓደ ፊልም ወይ መጽሓፍ መዝግብ። ነዚ ንምዕዛብ ግዜ ውሰድ። ዓስራይ፣ ትዕግስትን ሕያውነትን ንነብስኻ። ቋንቋ ምልማድ ግዜ ይወስድ፣ መዓልታት ናይ ዕቤትን መዓልታት ናይ ድኻምን ክህልዎ እዮም። ተስፋ ኣይትቑረጽ። ንነብስኻ ኣይትውቀስ በቲ መስርሕ ዝተማሃርካዮ ዘጽናዕካዮን ተሓጒስካ ቀጽሎ። ኣሕዋት ሕጂ ቀንዲ ከነትኩረሎም ዘለና ሜላታት ክነግረኩም። ቀዳማይ ኣብ ነብሲ ወከፍ ዝተማሃርናዮን ዘጽናዕናዮን ምድጋም። ካልኣይ ነቲ ዘጽናዕናዮን ዝተማሃርናዮን ቦታን ጊዘን ምፍላይ። ሳልሳይ፣ ነቲ ቋንቋ ክትለምዶ ምዃንካን ክትዛረበሉ ምዃንካን ንነብስኻ ኣእሚንካ ኣብ ህይወትካ ስርዓዮ። ራብዓይ፣ ነቲ ቋንቋ ንኽትመሃሮ ምሉእ ተስፋን ምሉእ ተበግሶን ምሉእ ድሌትን ይሃሉካ። ሓሙሻይ፣ ቃላት ፊደላት ብዛንታ ወይ ብታሪኽ ብዝርዝር ክትሕዝ ፈትን። ሻዱሻይ፣ ሎሚ ዝተመሃርካዮ ጽባሕ ግድን ክትደግሞ ፈትን። ክቡራት ተኸታተልቲ፣ እዚኣቶም እምበኣር ነቲ ናይ ቋንቋ ምልማድ ጉዕዞና ዝሕግዙ ዝኽእሉ ዓሰርተ ተወሰኽቲ ወይ ዝተመሓየሹ ሜላታት እዮም። ከምቲ ክንብሎ ጸሕና ሓድሽ ቋንቋ ንምሓዝ ብብዙሕ መንገዲ እኻ ትኸዶ ብዘሕ ግዜ እዉን ዝወስድ። ስለዚ ካብዚኣቶም ካብቶም ቅድም ኢልና ዝጠቐስናዮም ዝሰማምዕኹም ምረጹ እሞ ኣገብሪ ነውዕሎም። እቲ ዝዓበየ ነገር ምቕጻልን ነቲ መስርሕ ምስትማቓርን እዩ። ዝኾነ ሕቶ ርእይቶ ወይ ካብ ናይ ባዕልኹም ተመክሮ ክትውስኽሉ እትደልዩ ነገር እንተሃልዩ ኣብ ታሕቲ ኮሞንት ብምጽሓፍ ተካፈሉና። ነዚ ቪድዮ ላይክ ብምግጣም ንብጾትኩም ሸር ብምግባር ከምኡ ውን ሓደሽቲ ዝኾንኩም ሳብስክራይብ ብምግባር ኣይትረስዑ። ከምዚኣቶም ዝኣምሰሉ ጠቐምቲ ትሕዝቶታት ሒዝና ክሳብ ንመጽእ ሰላም።